ደሓን ዶ ሓዲርኩም እዚ እደወል ንእሮራ እዩ መዓልትኹም ቅሱን ወፍርኹም ስሱን ይኹን ብምባል ክንጅምሮ እንሆ ነዚ ቅዱስ ዕለት ዝተሓርየ ምሩፅ ጣዕሞት ነቕርበልኩም ኣለና ነዚ ሚድያ ሳብስክራይብ ብምግባር ሰናይ መዓልትኹም መስስዎም እዚ ዕለት ኣብ ታሪኽ ዓለም ካብቶም ኣዝዮም ዝተኸብሩ ዕለታት እዩ። ሎሚ ነቲ ኣእላፍ ሰገናት ዝተቐዘፍሉ ደብዳብ ሄሮሽማ መዘከር ክኸውን ንሰላም ፍቕርን ሕውነትን መእሰሪ ክወዲ ኣብ መንጎ ደቂ ሰባት ዝተቓበአ ደም ክደርቕ መዓልቲ ፍቕርን ሕውነትን ብዝብል ኣብ ኣብዝሓ ከተማታት ኣውሮፓ ብፍላይ ድማ ኣብ መላእ ምድሪ ጃፓንን ኣሜሪካን ብድምቀት እናተኸበረ ይውዕል። ሂሮሽማ ኣብ ደቡባዊ ምዕራብ ጃፓን እትርከብ ብንግዲ ዝደመቐት ብፍቕሪ ዝሞቐት ከተማ እያ። ኣብ ገማግም ውቅያኖስ ዝተሓዝአት ብሽድሽተ ኣፍላገ ማይ ዝተመቐለት ውቅብቲ ከተማ። እታ ከተማ ምልክት ውህደት ናይ ጥንትን ዘመናውነትን እውን ነይራ። ብሓደ ሸነኽ ጥንታውያን ናይ ዕንጨቲ ገዛውትን ታሪኻዊ መቓብርን፣ ብኻልእ ሸነኽ ድማ ዘመናውያን ናይ ኮንክሪት ህንጻታትን መስመር ጽርግያታትን ዝነበራ ማእከል ንግድን ሕግን። ኩሉ ግዘ ሰናይ እሞ ሓደ መዓልቲ ግን ከም ዝበሃል ቅድሚ ነዊሕ ዓማውቲ ከምዚ ሎሚ ዕለት ሰላሳ ሓምለ ሽሕን ትሽዓተ ሚእትን ኣርብዓን ሓሙሽተን ኣቆጻጽራ ፈረንጂ ወግሓታ ፀሓይ ካብ መሳኹቲ ምድሪ ፈቐቕ ኢላ ከናፍር ኣኽራን እንትትለክፍ ሰገናት ተምሃሮ ቦርስኦም ሓንጊጦም ደድሐ ፀሓይ እናተጓየዩ መንገዲ ምህርኦም ስዒቦም ይቑንድዩ ኣለዉ። ኣብቲ እዋን እዚ ኣብ ሰማያት ጃፓን ኢኖላ ጋይ እትበሃል ብ29 ነፋሪት ብኮሎኔል ፖል ቲቤትስ እናተዘወረት ዓለም ብምልእታ ንሓዋሩ ናብ ሓመድ ክቕይራ ዝኽእል 4400 ኪሎ ግራም ዝኽብደቱ ሊትል ቦይ ዝተሰምየ ናይ ኡራንየም ኣተሚክ ቦምብ ሒዛ ኣብ ኣየር ሂሮሽማ ትዝምብላ። ሰሓቕን ዕንደራ ነቶም ሰገናት ኣብ ሰከንድታት ቀሃመ። ሽዑ ንሽዑ ናብ ሓመኹሽቲ ናብ ትክን ናብ ትንጋዝን ተቐየሩ። ምድሪ ጃፓን ኣብ ዓለም ተራእዩ ዘይፈልጥ መርዛም ዓረራት ዓረፎም። ኣቶሚክ ቦምብ ኣብ ዝባን ሄሮሽማ ዘነበ። ልዕሊ 140 ሽሕ ሰባት ሽዑ ንሽዑ ሃለቑ። ዝተረፉ ኣዝዩ ብዙሕ ቁጽሪ ዘለዎም ነበርቲ ድማ ድሕሪ ግዜያት ብጨረር ቀስ ብቐስ ረገፉ። ሞት ጃፓናውያን ከም ምርጋፍ ቆጽሊ ቀውዒ ሓሰረ። ንጹህ ህዝቢ ሄሮሽማ ኣደዳ ባሩድ ኮይኑ ብባርዕን ነዳድን ሃለቐ። ሕጹጽ ረድኤት ዝገብሩ ሓካይም ካብ መላእ ዓለም ናብ ጃፓን ወሓዙ። ኩሎም ዘዝመጹ ግና ብሰላም ኣይተመልሱን። ብትነት ኬሚካልን ጨረርን ረገፉ። ንዕኦም ከውጹ ዝመጹ ወሃብቲ ድጋፍን ምክልኻል ሓደጋን እውን ተመሳሳሊ ዕጫ ተቋዲሶም ኣብ ከተማ ሄሮሽማ ቀለጡ። ዓለም እንጉድ በለት። ብሰንኪ እዚ ደብዳብ ኣቶሚክ ቦምብ ምዕርግቲ ከተማ ሄሮሽማ መሊሳ ከም ዘይትትንስእ ንሓዋሩ ደቀቐት። በዚ ምኽንያት እዩ እምበኣር ሎሚ ኣብ መላእ ዓለም መዓልቲ ሄሮሽማ እናተባህለ ዝኽበር። እዚ ዕለት ከም ኩሎም በዓላት ብጭፈራ ሳዕስዒትን መስተን ኣይኮነን ዝኽበር። ንየግዳስ ብኣስተንትኖት ብስነ ስርዓት ዝኽርን ዋጋ ሰላም ብዝነግሩ ረዘንቲ መደረታትን እምበር ኣብ መወዳእታ ምዕራፍ ካልኣይ ኲናት ዓለም 30 ሓምለ 1945 ኣቆጻጽራ ፈረንጂን ዘጋጠመም ዓለም ምሉእ ዘደምም ደብዳብ ሎሚ ንመበል 80 ዓመት ኣብ ኣደባባያት ዓለም መዝሙራት ሰላም ዓጅቦሞ እናተኸበረ እዩ። ለባማት ኩናት ኣዕናዊ ህይወት በላዒ ሰብ ቀታሊ ትንፋስ ዋላ ጸልሚቱካ ዘይትመርጾ ክፉእ ነገር ምዃኑ ኣሚኖም ኣብ ልዕሊ ቀተልቶም ሕድገት ገይሮም ንሰላም ይዝምሩ ኣለዉ። ሰላም ንኹሉ ወዲ ሰብ እናበሉ ልዕሊ ትንፋስን ምግብን ይሓልፍሉ። ሰላም ክባር እዩ እሞ ሰላም ንኹሉ ወዲ ሰብ። ፍቑራት ስድራ ሮራ እቲ ንሎሚ ዝተኸትበ ደወለ ሮራ እዚ ነይሩ። ኣብ ቀጻሊ ክቐርበልኩም እትደልይዎ እንተሃልዩ ኣብ ሓሳብ መውሃቢ ሳንዱቕ ጸሓፉልና። ንስለቲ ፍቕርኹም ካብ ልቢ ነመስግን። ሰላም ንዓኹም፣ ሰናይ ወዓሉታ።